ሰላም ክቡራት ተኸታተልቲ ዳስኒ ኤክስትራ፣ ንሕጂ ኣብ ዝተዳለወ ዕለታዊ ዜናታት፣ ኣብ ኤርትራ ህዝባዊ መጓዓዝያ ዳግማይ ክጅምርን ምፍዃስ ምዕጻው ኮሮና ይረኣ ከም ዘሎን፣ ሕብረት ኤውሮጳ ኤርትራ ትርከበን ዓሰርተ ሰለስተ ሃገራት ናይ ቪዛ ሓድሽ ቀይድታት ክገብረለን ከም ዝኽእል ምሕባሩ፣ ሰራዊት ኢትዮጵያን ኤርትራን ኣብ ትግራይ ክሕወሱ ዝብል ዝወጸ ጸብጻብ፣ ግብጺ ብጉዳይ ግድብ ሕዳሰ ዘውጸቶ መግለጽን ኣብ ሞዛምቢክ ኣጋጢሙ ዘሎ ግብረ ሽበራዊ መጥቃዕትን ካልእን ዝድህስስ ዜናታት ሒዘልኩም መጽየ ኣለኹ። ኣብዛ ቻነል ድማ ናይ ወትሪ ተኸታተልቲ ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ካብ ዝሓለፈ ዓመት ጀሚሩ ብሰንኪ ለበዳዊ ሕማም ኮሮና ኣብ ኤርትራ ዝነበረ ምዕጻው ቁሩብ ክፋኾስ ጀሚሩሉ ኣብ ዘሎ ግዜ፣ ኣብ ዝተፈላለየ ሸነኻት እታ ሃገር ናይ ውሽጢ ከተማ ኣውቶቡሳትን ካብ ከተማ ናብ ከተማ ዝንቀሳቐሳ ኣውቶቡሳትን ስርሐን ክጅምራ ተገይሩ ከም ዘሎ ተሓቢሩ። ሚኒስትር ዜና ኤርትራ የማነ ገብረ መስቀል ኣውጺእዎ ኣብ ዘሎ ሓበሬታ ብመሰረት ትማሊ ዕለት ዕስራን ሸሞንተን መጋቢት ክልተ ሽሕን ዕስራን ሓደን ህዝባዊ መጓዓዝያ ዞባ ማእከል ዘውጽኦ ሓበሬታ ነቲ ኣብቲ ዞባ ብሰንኪ ለበዳ ኮሮና ንልዕሊ ትሽዓተ ኣዋርሕ ተዓጽዩ ዝጸንሐ ስሩዕ ህዝባዊ መጓዓዝያ ዳግማይ ካብ ሎሚ ዕለት ዕስራን ትሽዓተን መጋቢት ክልተ ሽሕን ዕስራን ሓደን ከም ዝጅምር ምዃኑ'ዩ ሓቢሩ። ኣብቲ ወጺኡ ዘሎ ሓበሬታ ከኣ መስመራት ውሽጢ ከተማን ከባቢ ዓድታትን ክጅምር ምዃኑን ኩሉ ብሚኒስትሪ ጥዕና ዝወሃብ ዘሎ ንኮሮና ዝምልከት ቅጥዕታት ዘየማልአ ተገልጋላይ ድማ ኣገልግሎት ከም ዘይረክብ'ዩ ተገሊጹ። ከም ዝፍለጥ ኣብ ኤርትራ ብሰንኪ ኮሮና ካብ ዓሚ ሚያዝያ ጀሚሩ ተሪር ምዕጻው ዝጸንሐ ኮይኑ ካብ ዝመጽእ ዕለት ሓደ ወርሒ ኣርባዕተ ድማ ኣብያተ ትምህርቲ ስሩዕ ትምህርተን ክጅምራ ምዃነን እውን ተገሊጹ ኣሎ። ሕብረት ኢሮጳ ኤርትራ እትርከበን ዓሰርተ ሰለስተ ኣብ ኣፍሪቃ ኣብ ማእከላይ ምብራቕን ዝርከባ ሃገራት ናይ ሸንገን ቪዛ ሓድሽ ቀይድታት ክገብረለን ከምዝኽእል ተገሊጹ። እዚ ዝኾነሉ ዘሎ ምኽንያት ከኣ ሕብረት ኢሮጳ እዘን ኤርትራ ትርከበን ሃገራት ኣብ ሕብረት ኢሮጳ ናይ ዑቕባ ሕቶኦም ዝተነጽጉ ዜጋታተን ክቕበላ ዝኣብያ ብምዃነን እዩ። ሕጂ ወጺኡ ዘሎ ጸብጻብ ከምዝሕብሮ ከኣ እዘን ሃገራት ብመሰረት ዓለምለኻዊ ሕግታት ዜጋታተን ክቕበላ ፍቓደኛታት ዘይኮና ብምዃነን ሕብረት ኢሮጳ ምስኣን ኣብዚ ጉዳይ ምዝርራብ ክገብር ከምዝኾነ እንድሕር ትእንቢተእን ቀጺለንኦ ግና ንድብሎማሰኛታት ዝወሃብ ዝነበረ ናይ ሸንገን ቪዛ ከይተረፈ ሓድሽ ቀይድታት ክገብረሉ ከም ዝኾነ ተገሊጹ። እታ ነዚ ዜና ዘርጊሓ ዘላ ማዕከን ከም ዝሓበረቶ ኣብዚ እዋን ሕብረት ኤውሮጳ ከጠንቅቐን ዝሓስብ ዘሎ ዝርዝር ኣትየን ዘለዋ ሃገራት ኣሽማተን ብዕሊ ዘይወጸ ምስጢር ተታሒዙ እኳ እንተሎ ልሒኹ ዝተረኽበ ምስጢራዊ ጸብጻብ ከም ዘርእዮ ግና፣ ኣብዚ ዝርዝር፣ ኤርትራ፣ ማሊ፣ ጋምብያ፣ ሶማል፣ ዒራቕ፣ ኢራን፣ ሊብያ፣ ሰኔጋል፣ ካሜሮን፣ ሪፓብሊክ ኮንጎ፣ ግብጺ፣ ኢትዮጵያን ጊኒ ቢሳውን ከም ዘለዋ፣ እቲ ሕብረት ከኣ እዘን ሃገራት እምቢተኤን ምስ ዝቕጽላ፣ እቲ ምስ ናይ ሸንገን ቪዛ ዘተሓሓዝ ሓድሽ ስጉምቲ ክወስደለን ከም ዝኽእል የጠንቅቕ ከም ዘሎ'ዩ እቲ ጸብጻብ ዝሕብር። ኣብ ኢትዮጵያ ኣብ ክልል ትግራይ ዘሎ ጎንፂ ጌና ቐፃሊ ኣሎ ዝብል ፀብፃባት ይዝርግሓሉ ኣብ ዘሎ ግዜ ኣብ ዝሓለፈ መዓልታት ሰራዊት ኤርትራ ካብ ትግራይ ክወፅኡ እዩ ዝብል ሓበሬታ ብቐዳማይ ሚኒስተር ኢትዮጵያ ኣብይ ኣሕመድ ተዘርጊሑ ነይሩ። ነዚ ኣመልኪታ ከዓ ሓንቲ ዩሮፕ ኤክስተርናል ፕሮግራም ዊዝ ኣፍሪካ ዝተብሃለት ማዕከን ኣብ ዘውፀኦቶ ሓበሬታ እቲ ኣብይ ኣሕመድ ምውፃእ ሰራዊት ኤርትራ ካብ ትግራይ ምስ ሰብ መዚ ኤርትራ ተሰማሚዐሉ ዝበሎ ንሰራዊት ኤርትራ ብኸፊላዊ መንገዲ ኣብ ሰራዊት ፈደራል ክሕውስ ዘፈቅድ ስምምዕ ከም ዝኾነ'ያ እዛ ማዕከን ጸብጺባ። እታ ማዕከን ብተወሳኺ ኣብቲ መግለጺኣ፣ ገለ ክፋል ሰራዊት ኤርትራ ምስ ናይ ፈደራል ሰራዊት ኣመሳሲልካ ብምሕዋስ ነቲ ብሰንኪ ኣብቲ ውግእ ኣብ ሰራዊት ፈደራል ዝተፈጥረ ሃጓፍ ክዓብስ ከም ዝኾነ'ዩ ሓቢሩ። ብጀካ እዚ ምሕዋስ ናይ ገለ ክፋል ናይ ሰራዊት ኤርትራ ናብ ሰራዊት ፈደራል፣ እቶም ብኣምሓራ ምልሻ ዝፍለጡ ሓይልታት'ውን ናብቲ ናይ ሰራዊት ፈደራል ኢትዮጵያ መሳርዕ ክሕወሱ መደባት ከም ዘሎ'ያ እዛ ማዕከን ገሊጻ። እታ ነዚ ዜና ዘርጊሓ ዘላ ኢሩብ ኤክስተርናል ፕሮግራም ዊዝ ኣፍሪካ እትበሃል ማዕከን ነዚ ሓበሬታ ካበይ ረኺባቶ ኣይገለጸትን ኣላ። እዚ ከምዚ ኢሉ እንከሎ ድማ ሓደ ዊልያም ዴቪንሶን ዝበሃል ኣብ ክራይሲስ ግሩፕ ዝበሃል ትካል ኣብ ቀርኒ ኣፍሪቃ ዝሰርሕ ክኢላ ንማዕከን ዜና ኣልጀዚራ ነዚ ናይ ሰራዊት ኤርትራ ምውጻእ ካብ ትግራይ ኣመልኪቱ ኣብ ዝሃቦ መግለጺ ሰራዊት ኤርትራ እንድሕር ካብ ትግራይ ወጺኡ ሰራዊት ፈደራል ንሓይልታት ትግራይ ክስዕሩ ኣመና ክኸብዶም ከም ዝኾነ፣ መንግስቲ ፈደራል ኢትዮጵያ ከኣ ብሕጂ ዘሎ ወተሃደራዊ ስትራተጂኡ እንታይ ምዃኑ ብልክዕ ብሩህ ከም ዘየለ ድሕሪ ምዝራብ፣ ሰራዊት ፈደራል ብዘይ ሰራዊት ኤርትራ ንሓይልታት ትግራይ ክስዕሮም ክኸብዶም ከም ዝኾነ እዩ ሓቢሩ ዘሎ። ሓደ ኣፍሪካን ኢንተሊጀንስ ዝበሃል ሚስጢራውያን ከምኡ ድማ ኣቐዲሞም ዘይተዘርግሑ ሓበሬታት ኣብ ምቅላሕ ዝነጥፍ መርበብ ሓበሬታ እቲ ሕቡራት ኢማራት ዓረብ ንሱዳንን ኢትዮጵያን ኣብ ጉዳይ ዶብ ንምሽምጋል ተባሂሉ ዝቖመ ድብሎማሲያዊ ጉጅለኣ ኣብ ኣቡዳቢ ኢማራት ምስ ናይ ሱዳን ልኡላዊ ቤት ምኽሪ ተራኺቡ እቲ ኣብ መንጎ ሱዳንን ኢትዮጵያን ዘሎ ሽግር ክፍታሕ እማመታት ኣቕሪቡ ብናይ ሱዳን ወገን ተቐባልነት ረኺቡ ከምዘሎ ገሊፁ። እቲ ማዕከን ዘርጊሕዎ ዘሎ ሓበሬታ ከም ዘነጽሮ ከኣ፣ እቲ ናይ ሕቡራት ኢማራት ዓረብ ዲብሎማስያዊ ዓራቒ ጉጅለ፣ ሱዳን ካብቲ ድሕሪ ወርሒ ዓሰርተ ሓደ ዝሓዘቶ መሬተይ እትብሎ ናይ ኣልፋሸቃ መሬት ክትወጽእን ንድሕሪት ክትምለስን ኣብቲ ከባቢ ከኣ ሓደ ምንቅስቓስ ናይ ሰራዊት ዝከታተል ተዓዛቢ ኣካል ክቐውምን ዝብል እማመ ከም ዘቕረበን ብወገን ሱዳን ተቐባልነት ረኺቡ ከም ዘሎን ተገሊጹ። እዚ ሕጂ ወጺኡ ዘሎ ሓበሬታ ኣብ ግብሪ ምስ ዝውዕል ድማ ሱዳን ካብቲ መሬተይ'ዩ ብምባል ንመለሻታት ናይ ኢትዮጵያ ተዋጊኣትሉ ዝነበረት ከባቢታት ንድሕሪት ክትምለስ እያ። ነዚ ወጺኡ ዘሎ ሓበሬታ ብዝምልከት ግና ክሳብ ሕጂ ብወገን መንግስቲ ሱዳን ዝወጸ ዝኾነ ዕላዊ መግለጺ የለን። ኢትዮጵያ ኣብ ጉዳይ እቲ ትሃንጾ ዘላ ግድብ ሕዳሰ ሒዛቶ ዘላ መርገጺ ዓቢ ኣሉታዊ ሳዕቤናት ክህልዎ ከም ዝኽእል ግብጺ ኣብ ዘውጽኦቶ ሓድሽ መግለጺ ኣፍሊጣ። ሚኒስተር መስኖ ግብጺ ምስ ናይ ኣሜሪካን ሕብረት ኢሮጳን ልኡኽ ኣብ ሱዳን ተራኺቡ ድሕሪ ዝገበሮ ዘተ፣ ኢትዮጵያ ኣብ ምምላእ ግድብ ሕዳሰ ትወስዶ ዘላ ስጉምታት ኣሉታዊ ሳዕቤናት ክህልዎ'ዩ ድሕሪ ምባል፣ ግድብ ሕዳሰ ሓደ ካብቶም ቀንዲ ንግብፂ ገጢሞማ ዘለዉ ብድሆታት ከምዝኾነ ሓቢሩ፣ ሃገሩ ግብፂ ኣብዚ እዋን እቲ ግድብ ጌና ምምልኡ ከይጀመረ እንከሎ ዋሕዲ ማይ ከምዘለዋ፣ ኢትዮጵያ እንድሕር ምምላእ ናይቲ ግድብ ቀፂላ ግና ግብፂ ናይ ማይ ፀገም ከጋጥማ ብምዃኑ እዚ ከይስዕብ ከዓ ዝከኣላ ክትገብር ከምዝኾነት እዩ ተዛሪቡ። እዚ ሚኒስተር ከምዚ ዓይነት መግለጺ ሂቡ ዘሎ፣ ኢትዮጵያ ኣብቲ ኣብ ወርሒ ሸውዓተ ክትጅምሮ ትደሊ ዘላ ካልኣይ ገጽ ምምላእ ግድብ ሕዳሰ ዘለዋ መርገጺ ከምዘይትቕይሮ ትገልጽ ዘላ ብምዃና ኮይኑ፣ ሱዳንን ግብጽን ከኣ ነዚ ናይ ኢትዮጵያ መርገጺ ዘለወን ተቓውሞ ኣብ ምግላጽ እየን ዘለዋ። ነዚ ኣብ መንጎ እዘን ሰለስተ ሃገራት ዘሎ ፍሕፍሐ ንምፍታሕ ከኣ ዝተፈላለዩ ሸምገልቲ ዝቐርቡ እኳ እንተኾኑ ኢትዮጵያ ግና ነቲ ብሱዳንን ግብፅን ዝቐረበ ሕብረት ኢሮጳን ኣሜሪካን ኣፍሪቃን መንጎኘት ክኣትዋ ዝብል ሓሳብ ነጺጋ ሕብረት ኣፍሪቃ ጥራይ ከም መንጎኛ ክኣትያ ትደሊ ዘላ በዚ ኸኣ ኣብ መንጎ እዘን ሰለስተ ሃገራት ከቢድ ዝኾነ ወጥሪ እዩ ተኸሲቱ ዘሎ ኣብ ሰሜን ሃገረ ሞዛምቢክ እትርከብ ከተማ ፓልማ፣ እስላማውያን ዕጡቓት ብዝፈጸምዎ መጥቃዕቲ ሓያሎ ሰባት ከም ዝተቐትሉ ወሃቢ ቃል ሚኒስትሪ ምክልኻል እታ ሃገር ገሊጹ። ሸውዓተ ካብቶም ዝተቐትሉ፣ ካብ ሓደ ሆቴል ከምልጡ ክብሉ በቶም ዕጡቓት ከም ዝተቐትሉን ወጻእተኛታት ዝርከብዎም ብማኢት ዝቑጸሩ ሰባት ግን ከም ዝደሓኑ እውን እቲ ወሃቢ ቃል ጠቒሱ ኣሎ። እስላማውያን ምልሻታት ሞዛምቢክ ካብ ዝሓለፈ ረቡዕ ጀሚሮም ንከተማ ፓልማ የጥቅዕዋ ከም ዘለዉ ዝተገልጸ ኮይኑ፣ ተሓቢኦም ናይ ድሕነት ጃልባታት ዝጽበዩ ዝነበሩ ናይ ዓይኒ መሰኻኽር ከም ዝገለጽዎ ከኣ፣ ኣብ ገማግም ባሕሪ ክሳዶም ዝተቖርጹ ሰባት ወዲቖም ከም ዝርኣዩ ሓቢሮም። ሓደ ማያዊ ምንቅስቓሳት ዝከታተል መርበብ ሓበሬታ ከም ዝሓበሮ፣ ከባቢታት ከተማ ፓልማን ወደብ ፔምባን ብዝተፈላለያ ዓይነታት ጃልባታት ህይወቶም ንምድሓን ብዝፍትኑ ሰባት ተጨናኒቑ ከም ዘሎ ሓቢሩ እዩ ዝርከብ። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።